መጀመርያ ልመላእ ኣዴታት ዓለም ብዋናነት እንደገና ልዴታት ትግራይ እንኳዕ ልመዓልቲ እኖ ልበዓልኽን ኣብፀሐክን ምባል ይፎቲ። ከምቱ ልፍለጥ ወላዲት ኣብ ዝተፈላለየ ቦታታት ኣብ ዝተፈላለየ ዓድታት በብናይ ባዕሉ ኣካይዳ መዓልቲ እኖላወሉ የኽብሩ እዮም። ኣብ እንግሊዝ ብሓንቲ ግሪካዊት ሪያ ትበሃል ኣዴታት ኽብሪ ክህልየን እኒኦዎን መዓልቲ ክህልየን እኒኦዎን ብልብል ምኽባር ጀሚራቶ ብተመሳሳሊ ኣብ ጥዕና ኣጋጢሙ ዝነበረ ፀገም እውን ናይ ጥዕና ፀገም ልምፍታሕ ብኖታ ተቢልኻ እዩ ብልብል ኣብ ኻሊእ ከባቢ እውን ብተመሳሳሊ መዓልቲ ኖ ላበለ ላተኸበረ መፂኡ ኣብ ኣሜሪካ ልዚ ጉዳይ እዚ ላብ ቤት ምኽሪ ላብ ሴኔት ብምቕራብ በቢዓመቱ መዓልቲ ኖ ልበሃል ክህሊ ኹል ጊዜ ዙናይ ኣርባዓ ፆም እዚ ኣንሕና እውን ና ክርስትና ሃይማኖት ተኸታሊ ልጾሞ ናይ ኣርብዓ ጾም ብልኣተይ ኣብ ምበል ካልኣይ ሰሙን መዓልቲ እኖ ላተብሃለ ላተኸበረ ክኸድ ኣብ ኻሊእ ዓዲ እው ተመሳሳሊ ነናውዓሉ መዓልቲ ላሃበ መጺኡ መዓልቲ እኖ ላተኸበረ ይመጽእ እዩ። ብተመሳሳሊ ኣብ ዓድና ብዙሕ ልተለመደ ነገር ኣይኾነይ ኣብ ማሕበር እኖታት ልኖታት ምስ ምስረታ ማሕበር እኖታት ልኖታት ተታሓይዙ መጋቢት ዕስራ ትሽዓተ፣ ኣብቲ ናይ መጀመርያ ዓመት ምስረታ መዓልቲ ማኖ ምስረታ ማሕበር እኖታት ልኖታት እዚ መዓልቲ እዚ ልኖታት እውን ክብሪ እንህበሉ መዓልቲ እኖ ኮይኑ ክኽበር በሻዓይቱ ብል ነበራ ናይ ቦርድ ኣመራሕራሕታት እቲ መዓልቲ መዓልቲ እኖ ላተብሃለ ምኽባር ጀሚሩ ኣሎ ሰብኡ መሰረት ሎማዓንቲ ልመበል ዕስራይ ሓሙሽተይ ጊዜ መዓልቲ እኖ ነኽብር ኣለና ማለት እዩ። ስለዚ ኣደ ኣዴታት ወለዲ ሎማዓንቲ ማዓልትኽን ምዃኑ ፈሊጥኽን ናይኽን ማዓልቲ ምዃኑ ተገንዚብኽን ውላዳት እንደገና ለዴታትና ሎማዓንቲ ባዓልኺ እዩ ሎማዓንቲ ትኽበርሉ እዩ ኢሉ ግን ለዴታት ክጠቅም ብልኽእል መልክዑ ላብዐልናዮ እንኸድ ባዓል ኾይኑ ክሓልፍ እዩ ብመሰረት ያው ኣብ ኣብ ካብ ልጅመር ልላሓለፉ ዕስራይ ሓሙሽታይ ዓመታት በብዓመቱ ተፈላለዩ ነገራት ላተገበሩ ላተሰርሑ ኣዴታት ላተኸበራ ልኸዳሉ ስራሕቲ ላሰራሕና መፂእና ኢና። ኣብነት ክለዓሉ ልኸእሉ ነገራት ብሰንኪ ናይ ደም ሕፅረት ኹለና ሀምቲ ንፈልጦ ኣዴታት ኣብ ግዜ ወሊድ ሞት እውን የጋጥም እዩ። እሱ ልምፍታሕ ናይ ደም ልገሳ ፕሮግራማት ብምዝግጃው፣ ብተመሳሳሊ ኣዴታት ኣብ ብጣዕሚ ኣጸጋሚ ኹነታት በተለይ እንደገና ዕድመኣን ልዕሊ ኣርብዓ ዓመት ኣብ ዝኾነሉ ግዜ ብዙሕ ናይ ምውላድ ወይም ሕርሲ ናይ ምትእንጋድ ዕድል ክህሊ እንተሎ ክፍጠሩ ዝኽእሉ ጸገማት ኣለዉ። ከም ናይ ማህጸን ምልሕላሕ እንብሎ፣ ናይ ፊስቱላ ጸገም እንብሎ፣ እዚኣቶም እውን ብወፍሪ መልክዑ ኣብ ትግራይ ንመጀመርያ ግዜ ምልቆ ማህጸን ኦፕራስዮን ብምግባር ሸውዓተ ጋይናኮሎጂስታት ኣምጺኻ ብምግባር ተብ ነገር ግን ብኡኡ ከብቅዕ ስለ ለይክእል ትዝርገሐ ሳይንቲፊከሊ ታይ እዩ እቲ ጸገም እንደየናይ እዩ እቲ ጸገም ልብል ነገር መጽናዕቲ ክካየድ ብምግባር ተጸኒዑ ላብ ስራሕ ክውዕል ኣብ ምግባር ምስ መዓልቲ ንልተሓሓዙ ዓበይቲ ታሪካት እዮም ማለት እዩ ኢሉ እውን ኣብ መቐለ ኣብ ናይ ከተማ መቐለ ምምሕዳር ተላዒሉ እስካብ ጥዕና ቢሮ መጣወዪ ድረስ ለሎ ነዊሕ መንገዲ ብስመን ክፅዋዕ ብምግባር ጎደና እኖታት ላተብሃለ ክፅዋዕ ተገይሩ ሰው እዚ ልኣደታት ልወሃብ ክብሪ እዩ ማለት እዩ እዚ መዓልቲ እኖ ሁልጊዜ ብዚ መልክዑ ኣብ ማሕበር እኖታ ልኖታት ላተኸበረ ይመፅእ ኣሎ ግን ናይ እኖ ጉዳይ ናይ ማሕበር እኖታ ልኖታት ጉዳይ ኣይኾነይ። ናኖ ጉዳይ ናይ ኹሉ ጉዳይ እዩ ኢንክሉዲንግ ናይ ታኖ ጉዳይ እዩ ምክንያቱም እኖ እውን እኖ ኣላታ ሶ እዚ በዓል እዚ ካብ ማሕበር እኖታል እኖታት ወፂኡ ብልምልከቶ ናይ መንግስቲ ኣካል ሪኮግናይዝ ተገይሩ ኹሉ ልንኡ ለኽብረሉ ብሓደ ለኽብረሉ ነገር ክፍጠር ብዚ ኣጋጣሚ እዚ ፃውዒት ልናቕረብኩ። ማሕበርኖት ኣለኖታት ግን ፀገም ኣዴታት ኣብ ምፍታሕ ብርክት ልወሉ ስራሕቲ እውን እናሰርሐት ትርከብ ማሕበር እያ ማለት እዩ። ካፍቱ ትምስረተሉ ግዜ ጀሚሩ መጀመርያ ክትምስረት ተላ መናእሰይ ደቂ ኣንስትዮ ሀዚ ብጣዕሚ ብኣሰካፊ ኩነታት ሀዚ ብጣዕሚ ኣብ ኣፀጋሚ ኩነታት ኩለኹም ምናልባት ከካብ ቢሮኹም ላብዙይ ክትመጹ ተለኹም ኣብ መንገዲ ኣብ ምልማል ተሰማሪ ኣዴታት ብጣዕሚ ኣብ ልበዝሐሉ ሰዓት ኮይንና ኢና ነውግዕ ኣለና ነገር ግን ኣብቱ ቴስዓይ ሰለስተይ መጀመርያ መናእሰይ ደቂ ኣንስትዮ ህጻናት ሒዘን ኣብ ጎደና ክልምና ተለዋ ብምርኣይ ልዚኣተን ሞያ ክነስንቀን ተኺኢልና ሞያ ከግንያ ተኺኢለን ስለ ማርያም ልብል ድምጺ እላሰምዐት እላሰምዐ ልዓቢ ህጻን ኣይህሌናይ እታ ኣዶ ዓርሳ ኪኢላ ደቃ ብኣግባቡ ክተዕቢ ትክእል እያ so መናእሰይ ደቂ ኣንስትዮ ዓርሰን ክክእላ ምግባር ብልብል እዩ ብዚ ዕለት እዚ እታ ማሕበር ተጣይሻ እታ ማሕበር እዚኣ ዕስራይ ሓሙሽተይ ዓመታ እያ ተክብር እላ ኣብዚ ሰዓት እዚ ዕስራይ ሓሙሽተይ ዓመታ ክተክብር ተላ እቲ መጀመርያ ሒዛቶ ልተልዓለት ራእይ ሓፍ ብምባል ማዕረነት ፆታ ልምርግጋፅ ማዕረነት ፆታ ልምርግጋፅ ድማ ኣብ ተፈላለዩ ዘርፊ ክንነጥፍ ኣለና ኣብ ናይ ደቂ ኣንስትዮ ተጠቃምነት እግሪ ምትካል ኣብ ጥዕና ኣብ ስርዓተ ኣመጋግባ ኣብ ማሕበራዊ ተሓታትነት ኢሉ እውን ሀዚ ተፈጢሩ ኣብ ለሎ ምስቲ ጦርነት ተተሓሒዙ ልመፀ ፀገም ኣብ ናይ ሰላም ጉዳይ ብርክት ልበሉ ስራሕቲ ኣብ መላእ ትግራይ ኣብ ትሕቲ ምምሕደዳር ክልል ትግራይ ለለዋ ወረዳታት ስራሕቲ ትሰርሕ ኣክቲቭ ልኾኑ ዕስራይ ሰለስተይ ፕሮጀክትታት ኣለውዋ ኣብዚ ሰዓት እዚ ኮይና ኣብዚ ነውገዐሉ ሰዓት ኮይና ክንብል ተለና እዚውን ካብ ኢንተርናሽናል ትካላት ካብ ናይ UN ኤጀንሲ ብሓባር ኮይና እንሰርሖ እዩ። እዚ ክግበር ተሎ ዓቕማ ልምዕባይ ልተፈላለየ መንገዲ ላሰርሐት መጺኣ እያ። ኣብነት ናይ ኣውሮፓ ማሕበር፣ ናይ ኣሜሪካ መንግስቲ፣ ኢንተርናሽናል ኤንጅኦታት ገንዘብ ክባኻ ተለዋ፣ ካባኻ ልደልኦ ከረጋግጾ ልደልያ ነገር ኣሎ ሰርቲፋይድ ክትኾኖ ኢለን ልሓስብኦ ነገር ኣሎ ማንኛውም ሲቪል ማሕበረሰብ ናይ ሲቪል ማሕበረሰብ ሰርቲፊኬት ጥራይ ስለለለዎ ገንዘብ ኣግንዩ ክሰርሕ እዩ ማለት ለይኾነ ናይ ኣውሮፓ ማሕበር ክተግኒ እንድሕር ኾይንኻ ብናያቶም ኣሰራርሓ ፓዶር ልበሃል ሬጅስትሬሽን ኣሎ እዙይ ማለት ተመዝጊብኻ፣ ኦዲት ተገይርካ፣ ኣሰስመንት ተሰሪሑልካ፣ ገንዘብ ተሃብናዮ፣ ገንዘብ ተሃብናያ፣ ክትሰርሕ ትኽእል እያ፣ ዓላማ ናይቲ ገንዘብ ክተሳኽዕ ትኽእል እያ ልብል መረጋገጺ ካብ ኣውሮፓ ማሕበር ናይ ፓዶር ሰርቲፊኬት ብምግናይ ብተመሳሳሊ ናይ ኣሜሪካ መንግስቲ ቀደም ኢልና ኩልና እንፈልጦ USAID ተባሂሉ ልጽዋዕ ልነበረ ህዝቢ ስቴት ሚኒስተር ልምራሕ ልሎ ዩኒክ ኢንቲቲ ኣይዲ ልበሃል ሰርትፊኬት ኣሎ። እዚ እውን እስካብ ናሳ እዩ ልጻረ ማለት ልሃብካዮ ገንዘብ ልቴረሪስት ሀም ለይውዕል ብትክክል ኣብቲ ህብረተሰብ ኣብቲ ተጠቃሚ ክውዕል ሀም ልክእል ልጻረየሉ መንገዲ ብጣዕሚ ነዊሕን ብጣዕሚ ከቢድን እዩ። ብኡ መሰረት ኦዲት ተገይራ ተጻርያ ናይ ዩኒክ ኢንቲቲ ኣይዲ ረጅስትሬሽን እውን ኣግንያ። ስለዚ ካብ ኣሜሪካ ክግነ ልኽእል ሃፍቲ ናይ ምግናይ መሰል ለለዋ ትካል እያ። ተመሳሳሊ ናይ ዩኤን ኤጀንሲታት ብዙሓት ናይ ዩኤን ኤጀንሲታት ኣለዋ ከም እኒ ዩኒሴፍ፣ ደብሊው ኤፍ ፒ፣ ዩኤንኤፍፒኤ፣ ዩኤን ውመን፣ ዩኖፕስ ገለ እንብሎም እሱ እውን ብተመሳሳሊ ዩኤን ፖርታል ልበሃል ሲስተም ኣለዎም። ሸሞንተ ትሽዓተ ልኾኑ ካታጎሪታት ኣለዉ፣ ብዛዕባኻ ናይኻ መረዳእታ፣ ብዛዕባ ሒሳብ ኣተሓዛዝኻ፣ ብዛዕባ ፖሊሲ ኩሉ ነገር ልጥይቅ እሱ ሬጅስተር ገይርካ ኣፕሩቫል ብልተዋበካ ኣብቲ ፖርታር ልኣተኻ ኢኻ ኣፕላይ ላገበርኻ ሪሶርስ ውን ክተግኒ ማለት እዩ ሰሉ እውን ማሕበር ኑተልኑታት ሰርቲፋይድ እያ ላይሰንስ ኣለዋ መበል ራብዓይ ዋን ጂኤምኤስ እንብሎ ናይዚ ናይ ኢትዮጵያን ሂማኒቴሪያን ፈንድ ተባሂሉ ልፅዋዕ እውን ኦዲት ተገይራ ለድሊ መረዳእታታ ተቅሪባ ተፃርያ እሱ እውን ኢሊጅብል ኮይና ዋን ጂኤምኤስ እውን ረጅስተር ገይራ እያ ትሰርሕላ ማለት እዩ ስለዚ እዚ እንታይ ማለት እዩ ብካልእ ኣባህላ ካብ ናይ ባዕላ ድክመት ካብ ለይምፅሓፍ ካብ ለይምስራሕ ተለይኮይኑ ልወፁ ኩሎም ውድድራት ክትወዳደር ሰርቲፋይድ ልኾነት ትካል እያ ሃም ማሕበር ኑታት ልኑታት ማለት እዩ ስለዚ እዚ ኣፍቱ ተረባሕነት ኣፍቱ ሒዛቶ ለላ ራእይ ኣፍቱ ናይ ደቂ ኣንስትዮ ጸገም ኣብ ምፍታሕ ዓውዪ ዕድላት ይፈጥረላ ማለት እዩ so ብዚ ኣቢልና ኣምቲ ዓንተ ወለልክዎ ኣብ ዕስራ ዕስራ ሽዱሽተ ላብ ዕስራ ሰለስተ ፕሮጀክትታት ኣለውና ኣብ ጥዕና ኣብ ስርዓተ ኣመጋግባ ኣብ ፕሮቴክሽን ወይ እዚ ናይ ጀንደር ቤዝ ቫይለንስ እንብሎ ኣብ ሰላም እንሰርሖም ፕሮጀክትታት ኣለውና ማለት እዩ። ብተመሳሳሊ ያው ብዙሕ ነገር ኤክሰርሳይዝ ጌርና ኣለና። በተለይ ድሕሪ ኖቬምበር ዒስራ ዒስራ ወይም ጥቅምቲ ዒስራይ ኣርባዕተይ ክልተ ሽሕይ ዓሰርተ ሰለስተ ከም ትግራይ ብዙሕ ነገራት ኤክሰርሳይስ ገይርና ኣለና ጦርነት ብድሕሪኡ ናይ ፕሪቶርያ ስምምዕነት ኢሉ እስካብ ሀዚ ነገር ግን ካብ ግዜ ላብ ግዜ ብጣዕሚ ላተጋደደ ካብ ግዜ ላብ ግዜ ብጣዕሚ ላፀገመ ዓለም እውን ኣብ ዝተፈላለየ ክራይስሳት ላኣተየትሉ ኩነታት ከምለሎ ንፈልጥ ኢና ብኡ ምስኡ ተታሒዞ እዚ ናይ USAID ኣብ ጃንዋሪ ዕስራ ኣርባዕተ ዕስራ ዕስራ ሓሙሽተ ይምጽእ ኢሉ ናይ ትራፕ መንግስቲ ድሕሪ ላብ ስልጣን ምምጻእ ናይ ሰለስተ ወርሒ ናይ ስራሕ ም ጠጠው ምባል ወይም Stop Work Order ኣመሓላሊፉ ኣብ ቴስዓ መዓልቲ ኣጻርየ ምስ ናይ ዓደይ ረብሓ ምስ ናይ ዓደይ ጥቅሚ ምስ ናይ ዓደይ ስትራቴጂ ኣብ ልኸዱ ጉዳያት ክሕግዝ እየ እብል ለይኾነ ግን ኣይሕግዝ ይብልብል ናይ USAID ፕሮጀክትታት ኹለን ጠጠው ሀምልበላ ይፍለጥ እዩ። ሀዚ መፂኡዎ ለሎ ሞዳሊቲ እውን ፈርስት ኣሜሪካ ብልብል ሞዳሊቲ እዩ መፂኡ እኒኦ። እሱብ ያው ምርኣይ ምግንዛብ ለድሊ ነገር ምርኣይ ምግንዛብ ከድሊ እዩ። ግን ሀምዚ ዓይነታት ኦርደራት ክመፁ ተለው ኣብ ሓንቲ ለይቲ ብዙሕ ተሊምካዮ ልነበርካ፣ ብዙሕ ሓሲብካዮ ልነበርካ ብሓንቲ ትእዛዝ ጠጠው ልብለሉ ኩነታት ከጋጥም ተሎ ቢሮኻ ዓፂኻ እትኸደሉ ኩነታት ይፍጠር ማለት እዩ። So ብዙይ መልክዑ ብዙሓት ድርጅታት ቢሮእን ዓፄን ሰራሕተኛታተን ኣሰናቢተን መኪነኣን ከየንቀሳቐሳ ተገይረን ለለናሉ ኩነታት ኢና እኒኤና። እዙይ ከየጋጥም ከምኡ ዓይነት ነገራት ክህሊ ተሎ ዓርስኻ ምኽኣል ብጣዕሚ ኣድላይ ይኾን ማለት እዩ። ብተመሳሳሊ ኣብቲ ዕጽዋ ግዜ የምቲ እነስታውሶ መድሓኒተይ ይመጽይ ያው ገንዘብ የለይ ኮሚኒኬሽን የለይ ምንም ነገር የለይ ኣብ ለይብሉ ግዜ በብሰሙኑ ብክላስተር ላኸድና ኣብ ንእከበሉ ግዜ ኣብቲ ናይ ኒውትሪሽን ክላስተር ለዴታት ልጥኑሳት ልመጥወብቲ ልህጻናት ልመጽእ ካብ ብስርዓተ መጋግባ ጸገም ክመጹ ልኽእሉ ጸገማት ልሕክም መድሓኒታት እና ምግብታት ተዓፅዮም ክመፁ ይኸኣሉ ይብል ተብሃሉ ልኡውን ናይ ባዕልና ናይ ውሽጥና ዓቕሚ ምፍታሽ የድልየና ነይሩ እሱ መሰረት ገይርና መልሲ ክህብ ልኽእል ሕሩጭ ባህግና ተባሂሉ ልትፅዋዕ ሕሩጭ እውን ሰሪሕና ኣብ ትግበራ ኣውዒልና ኣለና ማለት እዩ ስለዚ ታይ ማለት እዩ ኢስራይ ሰለስተ ኢድ ፕሮጀክት ኣለና ህንድዚ ኣለና ገለ ክንብል ተለና እሱ ጽቡቁ እዩ ምሱ ተታሒዙ ግን እሳቶም ኣብ ጠጠው ኣብልሉሉ ግዜ እሳቶም ኣብ ልኸድሉ ግዜ ኢሉ እውን ፕሮጀክት እውን ግዜ ገደብ ስለለለዎ ግዜ ገደቡ ክውዳእ ተሎ ተለይ ቀጺሉ ናይ ባዕልኻ ልኾነ ዓቅሚ ምህላይ ክህልየካ ግድን ይኾን ማለት ስለዚ ማሕበርኖታልኖታት ልዚ መሰረት ብምግባር ዓርሳ እትኽእለሉ መንገዲ ሓንፂፃ ኣብ ምስራሕ እያ ትርከብ። እዚ ሓዲኡ ኣብ ናይ ትራንስፖርት ቱ ላኡ እውን ክትኣቲ ተለኻ እቲ ኣዋጅ እውን ስለ ልሕግዛ ቱ ል ሲቪል ማሕበረሰብ ልምዝግብ ኣዋጅ እውን ስለ ልሕግዝ። ንግዲ ፍቃድ ኣውጺኣ ክትሰርሕ እዩ። ክትሰርሕ ተላ ግን እቲ ንቲ ላብ ስራሕ ትሰማረየሉ ዘርፊ ብትክክል ምስቲ ናይቲ ማሕበር ዓላማ ክመሳሰል ወይም ንቲ ዓላማ ደጋፊ ክኮን ክክእል ኣለዎ ማለት እዩ። ታይ ማለት እዩ ማሕበር እኖታልኖታት ኣልኮል ፋብሪካ ክከፍት እየ ተይላስ ምስ ዓላማኣ ይከድ እዩ። ነገር ግን ዓላማኣ መሰረት ልገበረ ኣብ ትራንስፖርት፣ ትራንስፖርት ናይ ህብረተሰብ ፀገም ይቐርፍ እዩ። ኣብ ሰላም ትራንስፖርት ወይም ሰላም ናይ መንገዲ መጓዓዝያ ሼር ሆልደር ኮይና ትሰርሕ እያ። ብተመሳሳሊ ኣብ ናይ ኣብ ናይ ፋይናንስ ዘርፍታት ያው ናይ ፋይናንስ ጥቕሚ ኩለና እንፈልጦ ነገር እዩ። ለዴታትውን ብጣዕሚ ጠቓሚ ነገር ስለልኾነ ምስ ኣንበሳ ኢንተርናሽናል ባንክ ምስ ወጋገን ባንክ እውን ሼር ሆልደር ኮይና ትሰርሕ እያ። እዚ ትሪእዎ ለለኹም ህንፃ ኣብ ውሽጡ ናይ ሞያ መሰልጠኒ ማእኸል ኣለዎ፣ ክሊኒክ ኣለዎ። እቲ ናይ ሞያ መሰልጠኒ ማእኸል ዋና ዓላምኡ መናእሰይ ደቂ ኣንስትዮ ሞያ ከግንያ ምግባር እዩ። ምስኡ ተታሒዙ እውን ከም ማንኛውም ናይ ሞያ መሰልጠኒ ማእኸል ሰርቪስ ትሸጥ ማለት እዩ። ዓዲጉ ክመሃር ልልደለይ ማሕበረሰብ እንደገና ሰርቪስ ብምሻጥ ዓርሳ እትኽእለሉ እቶት እተግንየሉ መንገዲ ምፍጣር። እቱ ናይ ማእኸላይ ክሊኒክ እውን ሀዚ ብልተጠናኸረ መልክዑ ላብ እግሪ ምትካል። ኣትዩ ስራሕ ክህብ ኣብ ምድላዋት ልኡል ከማኽሩ ልኽእሉ ኮንሰልታንት ቆጺራ ኣብ ምስራሕ እያ ትርከብ። እቱ ባህግና እንብሎ ሕሩጭ ኣብ እተመጣጠነ ሕሩጭ ብባህላዊ ከምቲ ኩለና ሕሩጭ እነጥሕኖ ኣብ እዳ መጣሕን ኸድና ኢና እነጥሕን ኣለና ግን እሱ ላብ ኢንዳስትሪ ሌቨል ክዓቢ ኣብ ምግባር ብርክት ልበሉ ስራሕቲ ትሰርሕ እላ ሶ ብዘይ ኣቢላ ልህብረተሰብ ጥቅሚ ብለለዎ መልክዑ ናይ ዋዕላ እቶት እውን ሃልይዋ እቶም እንብሎም ለገስቲ ኣብ ለይህልዩሉ ግዜ እያ ማሕበር ልተን ደቂ ኣንስትዮ ግልጋሎታ ክትህብ ፃዕሪ ገይራ እትኸድላ ማሕበር እያ ማለት እዩ። ብድጋሚ እንኳዕ ልመዓልቲ እኖ ኣብፀሐክን ፅቡቕ ዓመት ክኾነልኽን ይምነ። ኹለና ምት ንፈልጦ በተለይ ትግራይ በተለይ ኣዶ በተለይ ጓል ኣንስተይቲ ኣብ ፀጋሚ ኹነታት ኢና ለለና ብኹሉ ዓይነት ብኹሉ ዓይነት ናይ ትግራይ ፀገም ካብ ግዜ ላብ ግዜ ላተማሓየሸ ለይኾነስ ላገደደ እዩ ልኸድ ግን ናይ ኣዴታት ሮል እንደገና ዓብዪ ስለልኾነ ናይ ኣዴታት ዓቕሚ ኣብ ሰላም ዓብዪ ስለልኾነ ኹለን ኣዴታት ብሰላማዊ መልክዕ ልሓሸ ህይወት ልምምራሕ ፃዕሪ ክገብራ ነናይ ባዕለን ድምፂ ከስምዓ ፃውዒት ላቅረብኹ ብድጋሚ እንኳዕ ልመዓልቲ እኖ ኣብፀሐክን ኣብፀሐና።